ያው ናብ ክቡር ሚኒስተር ጠቕላይ መለስ ዜናዊ
ናይ ክቡር ሚኒስተር ጠቕላይ
ፀጉረይ ግን ምንም ነገር እንድሕር ዘይብሉ ጨጉርኻ ግን ቀዊዖ ትገብረሉ ትኽእል ኢኻ ኢለኩ እየ ሰላም ኩቡራት ተኻታተልቲ መርከብ ሾው ሎማዓንቲ ኣብ ጎደናታት እናተዛወርኩ ዝተፈላለዩ መዘናግዒ ሕቶታት ሒዘልኩም ቀሪበ ኣለኹ ሰናይ ምክትታል ሰላም መጀመርያ ሽምካ መጀመርያ ሽመይ ጎይትኦም ፍሳሃለ ይበሃል። መልስ።
ዮናስ። እሺ ሽመይ ምህረት ሓጎስ ይበሃል። እሺ ነትሽ ይበሃል።
ፍሮወይኒ።
ፊሊሞን። እሺ ፊሊ ካብ ፍረ ካብ ፍራፍረ ዓይነታት ሓደ ንክትከውን ተትበሃል እንታይ ምኾንካ? ብዙሕ ሰብ ዝፈትዎ ሰላጣ።
እሺ ማር ሰላጣ ንዓኻ ትፈትዎ ዲኻ ኮንካ? ኣይ መብዛሕትኡ ሰብ ስለ ዝፈትዎ እምበር ኣነ ኣይፈትዎን እየ። እሺ እና ንሰብ ኢልካ ድካ ትነብር ንኣካልካ ኮንካ ትነብር ንባዕለይ ለይ ግን ያው ጠቃሚ ቫይታሚን ኤ ስለ ዝኮነ ብኡ ዝተላዓለ ሰላጣ ሰብ ከዘውትር ደስ ይብለኒ። እሺ ብርቱኳን እሺ እ ካብ ፍራፍረ ዓይነታት ሓደ ክትከውን ኢካ ተትባሃል እንታይ ምኮንካ
ኣራንሺ
እሺ
ለሚ
ቁርሲ ዘይምብላዕ ዶ መመረፅካስ ድራር ዘይምብላዕ? ድራር ዘይምብላዕ እንታይ ኣይጠሚካን ለይቲ? ያው ምሸት ድቃስ ሰዓት ስለ ዝኾነ ያው ናይ ምጥማይ እንትንካ ፕሮባብሊቲኻ እንትን ዝነኣሰ እዩ። ድራር እባ ኣይጠሚካን?
ኣይጠምየኒ
ቁርሲ
ቁርሲ ዘይምብላዕ

ሓደ ምሕር ኣርግጸኛ ድኻ? ሰለስተ ሰዓት
ብሂወትካ ካብ ብሂወት ካብ ዘየለዉ ፍሉጣት ሰባት ናይ ድራር እንጉደት ተዝግበረልካ ኣብ ናይ መን ምኸድካ?
እያሱ በርሀ
ብሂወት ናይ ዘለዉ ዘ- ናይ ዘየለዉ ናይ ዘየለዉ
ያው ናብ ክቡር ሚኒስተር ጠቕላይ እ፣ መለስ ዜናዊ
ናይ ክቡር ሚኒስተር ጠቕላይ
ናብ መለስ ዜናዊ ናብ መለስ ዜናዊ እሺ ሓሪፍ እዩ ካብ ዘለ ፍሉጣት ሰባት ናብ መለስ ዜናዊ መለስ ዜናዊ ሓሪፍ ምርጫ እዩ
ምስ ፎቶ ዓርከይ
ፍሉጥ ኮይኑ
ባይ ፍሉጥ ኢለ ዝሓስቦ ናብ ጌትሽ ዝኸድ ደስ ምበለኒ።
ኣብ ህይወትካ ካብ ክልቲኤን ኣማራጺ እቲ ሓደ ጥራሕ ኢኻ ክትፍጽም እንተትበሃል ኣየናይ ምፈጸምካ? ነብስኻ ምሕጻብ ዶስ ጨጉርኻ ምስንታር?
ነብስኻ ምሕጻብ። ጨጉርኻ ከ?
ያው ነብስኻ ትሕጸብ ናሃለኻ ምስ ጨጉርኻ ስለ ዝኾነ ኢለ ስለ ዝሓስብ። ግን ከ ጨጉርኻ ኣይትሕጸብን ነብስኻ ትሕጸብ ተለኻ በቃ ሓንቲ ኢኻ ምረጽ ኢለካ ወይ ጨጉርኻ ምሕጻብ ወይ ከኣ ነብስኻ ምሕጻብ።
ነብስኻ ምሕጻብ ይሕይሽ። ጸጉረይ ምሕጻብ። ነብስኻ ከ?
ችግር የብሉን ነብሰይማ ክዳን ስለ ዘሎ ክሽፍኖ ውን ይኽእል እዩ። ንሱ ደኣ ክዳን እንተ ጌርካ ማለት ንውሽጥኻ ጽሬት ከ ኣየድልን በቃ ንሰብ ዝርእዮ ኢኻ ትግደስ? ጽሬትማ የድሊ እንድዩ ግንስ ክዳን ስለ ዘሎ ጸጉረይ ግን ምንም ነገር እንድሕር ዘይብሉ ጨጉርኻ ግን ቀቢዕ ክትገብረሉ ትኽእል ኢኻ ኢለኩ እየ።
ብናተይ ተኸድኩ እወ ብናይ ካልእ ብኣብዛኛው ሰብ ተኸድኩ ግን ኣብዛኛው ሰብ ቆቢዕ ስለ ዘይገብር ፅርየት ብፀጉሪ ስለ ዝረኣ ናይ ማንም ሰብ ብፀጉሪ እየ ዝብል ኣነ እሺ
ነብስኻ ምሕፃብ ደመ መረፅካስ ፀጉርኻ ምሕፃብ ሰውነተይ እሺ ጨጉርኻ ኸ ኣይረስሕን እንዳሃለው ይማላው ግን ኣይትሕፀብን ኢኻ ተባሂልካ ግን ኣይትሕፀብን ብስሩ ኢኻ ተባሂልካ ኣይትሕፀብን ከመይ ማለት በቃ ሓንቲ ምረፅ ኢኻ ተባሂልካ ወይ ነብስኻ ምሕፃብ ወይ ፀጉርኻ ምሕፃብ
እሺ ነብሰይ እየ ኢለ ኣነ ነብሰይ እሺ ፀጉርካ ግን የችግረካ ማለት ረስሓት ብላዕሊ ክወፅእ እዩ እ፣ ዝኾነ ነገር እንስሳ ገለ ክወፅእ እዮም እንታይ ይመስለካ
ብ- ትላፅዮ
እሺ ኣነ የለይ ማይ ክወቅዓልካ እዩ ግን
ነብሰይ ምሕፃባ ጨጉርካ ከተትረስሕ ተተባላሸወ ወይ ዝኾነ እንስሳታት እንተወፁ ገለ ኣይ፣ ምክንያቱ እ፣ ጨጉረይስ ምስ ነብሰይ ዝጠለል ኖ ኖ ግን ሓዲኤን ክምረፅ ትበሃል

ናይ ሎማዓንቲ ፕሮግራመይ እንተ ፎቲኹሞ ሳብስክራይብ ላይክ ሼር ከይትርስዕዎ የቀንየለይ።